እዚ ሳሚ ሪያክት እዩ ሳሚ ናይኩም ተመሊሰ መጼ እኔኹ ሰብስክራይብ እና ላይክ ብምግባር ናዚ ቻናል እዚ ቤተሰብ ምኳን ከይትርስዑ ከምዚ ኩሉ ግዜ ትገብርዎ ሰብስክራይብ ግበሩ ላይክ ግበሩ ናዚ ቻናል እዚ ድማ ቤተሰብ ምኳን ከይትርስዑ ኢኩም ዳይ ላቭ ቪድዮታትና ንቀጽል። ሓያል ክርክር ኣስኪስክኒ ዓይኒ ፍላፃን ውሽጢ ይብል ብፍላጣዩ ኣነ ይብል እሺ ፋሚሊ በቲ ፈላማይ ቪድዮና ንቐፅል ኣለና ሰናይ ምክትታል። ኣብ ካምፓላ ሓመድ እናረገፅካ እንዲኻ ዶላር ትኸፍል እቲ ናብራ ከቢድ እዩ። ሓመድ እንዳረገጽካ ኢኻ ብዶላር ትነብር። እቲ ናብራ ኣዝዩ ከቢድ ካብ ምዃኑ ዝተላዕለ መጠንሲ እንታይ እዩ እቲ ሰብ እንታይ እዩ ዝገብር ሕሳብ እናገበረ እዩ ዝኸይድ ወርሓዊ ሕሳብ ሕጂ በይን እናተዛረበ ክኸይድ ኢኻ ትሪኦ ኣብ ካምፓላ ማለት በታ ፀሓይ በይንኻ ኢኻ ትዛረብ ሞቶ ዝበሃላ ከ ኣለዋ ቦዳ ቦዳ ንብለን ኣዝየን እየን ቁልጡፋት ማለት እዩ ሕጂ ነቲ ቴምፖ ናይቲ ዓድኻ መሊሰን ኢና ኣቐልጢፈንኦ በቲ ናህሪ ማለት እዩ ፋስቲ ኤንድ ፊረስ እዩ ህይወትካ በቃ ገዛኻ ስራሕኻ ገለ እዩ እቲ ናብራ ሕጂ ቁልጡፍ እዩ ሕጂ ሰብ በይ እናተዛረበ እዩ ዝኸይድ ወርሓዊ ፀብፃብ እዩ ዝገብር ናይ ገዛ ክራይ እቲ ዋና ገዛ እንድሕሪ ሂበዮ ሳይ ድሕር ኣላትኒ ናይ ኣሳይለም ተደኣኛትኒ ገለ እናበለ ይደኸይድ ሕጂ እተን ቦዳ ክሕስብኦ እዩ ኣይክእላን እየን ነቲ ሰብ ገለ ስለ ዝብላ ክሓስብ ኣይክእልኒ ኣበይ እዩ ዝሓስብ ከምዚ መደብ ምሽ ነዳሉ ኣብዚ ይመፅእ ሕጂ ብዚኣ ኮይኑ ፅብቕቲ ላይብረሪ ትኾነሉ መሕሰብ ኣነ በዚ ዋዛ የዕልል እሱ ናይ ገዛ ክረ ሕጂ ከም ገለ ኢሉ ኮንሰንትሬት ገበረ ሓደ ሰብ ተጣቂዑ የጣቂዕ ወፋ ቦዳዲ ሕጂ ከይዱ ከምኡ እንተዘይኮንኩም ዕላልና ኣንገጽልኩም እንተኾንኩም በጃኹም።
ሓዳር ክገብር ተኾይኑ ሰብ እኮ ዘረባ ሸይጡ ዘይክእል ተኾይኑ ምስ ሓማቱ ምስ ሓምኡ ዋላ ምስ ኣውን ክበኣስ እዩ እሳውን ከምኡ ዘረባ ዘይትኽእል ተኾንካ ጽቡቕ ሪስቶራንት ዋላ ክፈት ዓቢ ድኳን ግበር ምስ ዓማዊል ምስ ሰራሕተኛን ክትበኣስ ኢኻ ዋላ መምህር ኩን እኮ ነቲ መምህር መምህር ሰልጢንካ ኢኻ መምህር ኢኻ ነቲ ትብሎ ዘረባ ከመይ ጌርካ ኣብ እዝኒ ሰማዕቲ ኣብ እዝኒ ተማሃሮ ዘይተበጽሕ ተኾንካ ክትከስር ኢኻ ስለዚ ዋላ ኦፊስ ናይ መንግስቲ ሰራሕተኛታት ኬትካ ገለ ጉዳይ ከተስፍጽም እዚ ጉዳይ ኣለኒ ኢልካ ክትዛረቦም ተኾንካ ሰኣን ኣዘራርባ ዝገፋዕ ሰብ ኣሎ ጉዳይ ከይፈጸመ ተባኢሱ ዝኸይድ ኣሎ እሞ ኣቀራርባ ዋላ ምስ ሓኪም ዋላ ትራፊክ ሒዝካ ኣብ መገዲ እኮ ኣቀራርባ ዘይትኽእል እንተኾንካ እቲ ትራፊክ ክቐጽዓካ እዩ። ሕጂ እንታይ ክብለኩም ደልየ ኣብ ሂወት ርክብ ኣቀራርባ ወሳኒ እዩ። ቀዳማይ ርክብ ግን ምስ መን ክኸውን ኣለዎ? ምሳኻ ምሳኺ
ሓደ ነገር ክንብለካ እዩ ሓደ ከማን ዘይኮነስ ኣዝዩ ብዙሕ እዩ ሓራይ
ብሓፂሩ ኣትሓዛ ጓል ትኽእል ኢኻ ቴሌፎን ዘይትቐበል ግኒ ኣብይ ነርክ ዝኣመሰሉ ነገራት ምሳኻ ይሰርሑን እዮም ምስ ተራኸብናሉ ግዜ ብሕሉፍ ኣጨና ከይተባኸኖን ኢኻ ነቲ ዓለት ደኸነ ዄንካ ትጸብቓ እሞ ተነፋይት ትገብራ።
እንታይ ደኣ ዝረቀ ምስ እቲ ከባት ነብሲ ኮይነ ተራእኪ ክንድዚ ትላፋለፊ ትናዘዚ ገለ
ሪኢኻ እዚ እኳ ኬፍካ ንኹሉ ነገር ናብ ስሓቕ ጸወታ ኢኻ ትቕይሮ። ገደደ ኣንዳ ከምዚ ኣፍቃሪኺ ገለ ኮይኑ ዝስምዓኪ ዝመስለኒ ነይሩ ለካስ ቻርለስኪ ሓጎስኪ ዝስምኺ ገለ እየ።
I love you.
ኮሜድያናት ኣነ ውን ክብሉ እንታይ ገብሩ ኾኑ ጠንብሶም ኾኑ ከመይ ድድ ፎቶ ናይ ኣኸር ደጋፊ እየ ማራይም ሽኮርለና ኣነ ውን ክብለና ስነ ጥበባውያን ዓድና እንትፎ ገለገለ ኣንጻር ሙዮም ዝኸዱ ሞያኻ ምሕሳር ማለት ካል ልክዕ እንቃዓርካ ምሻር ማለት እዩ
ቻናልኩም እስቲ ኣብ ኮሜንት ጸሓፉ ኢኹም ንቐጽል ከዚ ለ ሰብስክራይብ ና ላይክ ና ገበርኹም ናዚ ቻናል እዚ ቤተሰብ ምዃን ከይትረስዑ ንቐጽል።
ሎሚ ካብ ዝረኣናዮ ቪድዮ ዝተመሃርናዮ ነገር ኣሎ እንተደኣ ኮይኑ ኣብ ሂወት ወላ ነታ ዝኸበደት ትበሃል ፈተነ እንተደኣ ስምዒትካ ተቆጻጺርካ ክትሓልፋ ከም ትኽእል እዩ ሓውና ኣብ ዓዲ እንግሊዝ ኮይኑ ነዚኣ ትሪእዋ ዘለኹም ካብ ኣፍሪቃ ከምጽኣ እንከሎ ሓዳር ንኽገብሩ እዩ ድሕሪ ኣርባዕተ ዓመት ብሓንሳብ ምጽንሖም ግን እሱ ናብ ስራሕ ምስ ከደ ንሳ ምስ ናይጀርያዊ ክትብዕልግ ኢድ ብኢድ እዩ ረኺብዋ ማለት እዩ። ስምዒቱ ተቖጻጺሩ ናብ ፖሊስ ደዊሉ ሞባይሉ ኣውጺኡ ነቲ ዝነበረ ጉዳይ ብላይፍ ኣሕሊፍዎ ማለት እዩ። ኣይግበሮ ምናልባት ሰበይትኹም ከምኡ ክትገብር እንተትጽንሓኩም ከም ናቱ ዶ ምገበርኩም ኔርኩም ወይስ ናብ ምቕታል ናብ ካልእ ነገራት ምሰገርኩም ኔርኩም። ንሱ ግን ነታ ዝኸበደት ፈተነ ስለ ዝሰገራ፣ ካብ ጽባሕ ንግሆ ሓድሽ ምንባር ክጅምር እዩ፣ ንነብሱ ክሕግዝ እዩ፣ ንስድራቤቱ እውን ክሕግዝ እዩ። ሎሚ ንዓኣ ቀቲልዋ ወይ ካልእ ገይሩ ተዝኸውን ግን ንሱ ጽባሕ ኣብ ቤት ማእሰርቲ ምኣተወ፣ ንነብሱ ኣይሕግዛን ንስድራቤቱ ከኣ ኣይሕግዝን። ስለዚ መንእሰያት ካብዚ ታይ ኢና ክንመሃር ዘለና፣ ኣብ ሂወት ዘጋጠመ የጋጥመና እንተ ስምዒትና ተቆጻጺርና፣ ካልእ ኩሉ ቀሊል ምዃኑ። ብዙሓት ለባማት ክምዕዱ ከለዉ እንታይ እዮም ዝብሉ? ኣብ ህይወት ስምዒቱ ዝቆጻጸር ሰብ'ዩ ዕዉት እዮም ዝብሉ እሞ ኩሉ ግዜ ስምዒትና ክንቆጻጸር ክንክእል ኣለና ብዓቢኡ ከኣ እግዝኣብሄር ካብ ከምዚታት ፈተነ የድሕነና ካልእ ግን ሕማቕ ዝገበረ ንርእሱ ጽቡቕ ዝገበረ ንርእሱ ነቲ ዘጋጠመ ሽግር ሸለል ኢልካ ምሕላፍ ጥራይ ክንክእል ኣለና ክብል ደሊ ኣየሳእነና ጋዜጠኛ ነሽነሽ ካብ ሃገረ ጀርመን የቐንየለይ። ስጋ መድሃኒኣለም ስጋ መድሃኒኣለም ኣነ ኣካዳድና ምሂረካ ስጋ መድሃኒኣለም ስጋ ዝፈጠረኒ ኣነ ሰብኣይ ገረካ ኣታ ኣካዳድና ግን ምሂረካ ይመስክር ኣሎ ኣብቲ ማሕበር መረብ ዓንዲ ታዋዕ እዚ ምስ ጉዕ ኮፍ ኢሉ ዘሎ ዋሱ እንዴት ዓርካ እውይ እዚ

ስጋ መድኃኒዓለም ብህይወት ከማን ኣይምህልኝ ስጋት ዝፈጠረኒ ኣነ ኣነ ስለፋት እዋይ እዋይ ተዋሪድና እዋይ ተዋሪድና ባዕልና ክፀርፍና ዝተዋሪድና ሓቑፍናኩም ዝሓት ሓቑፍናኩም ዝሓደርና ከማንሲ ነዛ ነብሲ ኣቲ እየ ዝብላ ከምዚ ገይረ እሞ የለን የለን እንድሕር ኣተይ ንገራኒ ይኽን ኣብዚኣ ኣለኹ ኣብዚኣ ክሕልዎ ኣለኹ
ምስኪናይ ሓውና እዚ ቻኩር ድዩ ገለ ዝበሃል ኣይረውኣን ጽቡቅ ገይሩ ይኸውን ኣይዘብጣን ጽቡቅ ገይሩ ይኸውን ንሱ ይኸኣ ትሽግር ሓንቲ ጓል ኣንስተይቲ ንድሕር ዘይትዘብጣ ኮንካ ጽቡቅ ገይርካ ኮርስ ናብ ካልእ ሰብኣይ ክትከይድ ኣብዚኣ ዘላ ሰብ ከኣ እንትርፊ ብምግባር ብምውጋር ብካልእ ክትሓስብ ዘይትኽእል ሰብ ግድሪ ኢና ዋእ ካልእ ሓሳብ ኣብ ርእሲ ከይመጸልኪ ንሱ ጥራይ እቲ ሓሳብ ኣይኮነን ዶ ኣብዚ ሕጂ ዕስራ ሓደን ክፍለ ዘመንሲ ዋላ እቲ ቀደም ኣዴታትና እውን ከምኡ ዓይነት እንድሕር ኣጋጢምወን ብነብሰይ ኢለን እየን ድፈላለያ ነይረን ማለት እዩ። ሕጂ ከምዚ ትብልዮ ዘለኻ ዋላ ኣጋጢሙ ነይሩ ተዝኸውን እውን ኣነ ምሳኻ ሓዳር ክገብር ኣየድልየንን ኢልካ ደኣ ኢልካ ትፋታሕ እምበር ስቕ ኢልካ ኣይኮንካን ክሳይ ትገብር ማለት እዩ። ኣብ ሓዳርሲ እቲ ወዲ ይኹን እታ ጓል ብዙሕ ጉድለታት ብዙሕ ጸገማት ክህልዎም ይኽእል እዩ። ብዙሕ ዓይነት ወልፍታት ክህልዎም ይኽእል እዩ። እንድሕር ደኣ ነቲ ነገራት ተቐቢልካ ክትዕርዮም ፈቲንካ ትኽኢልካ ጽቡቕ እንተዘይክኢልካ ግን በቃ ልዕሊ ዓቅመይ ኮይኑኒ እዩ ኣነ ካባካ ክፈላለ ደልየ ክፋታሕ ኢልካ ኢካ ትፋታሕ እምበር ምስ ሓዳርካ ከለካ ኣይኮንካን ድላይካ ትገብር ማለት እዩ ሕጂ እቲ ዝዛረብዮ ዘለኹስ ዋላ ሓንቲ ምክንያት ክኾን ኣይክእልን እዩ
ኣብ ጀርመን ሓደ ኣቦ ኤርትራዊ ንጓል 12 ዓመት ጓሉ ኣጥኒስዋ እዩ ኣብ ቅድሚ ሓሱታ ብኻራ ገይሩ ጎረርኣ ሃሪምዋ ቀቲልዋ ደን ኣብ ሩባ ጉሕፍዋ ስድራኩም ሞስቦ ኣይትክልእዎም እንዳ ኩስቶ እንድዮም ደም ኣለዎም ከይትባሃሉ ተጠንቀቁ ኣዴኪ ናትኪ መርዓ እያ ትደሊ ዘላ ናትኪ ኣበባ እያ ትጽበ ዘላ ዕልል ክትብል ሽዑ እዚ ቪድዮ ክዝርግሖ እየ ወይ ከኣ ክንድሰል ስለ ደለ ይብሎ። ኣእምሮና በቲ ብናፍቆት ብስድራ በቲ ኣብ ገዛ እቲ ናይ ሓዳር ግጭት ሆ ክንብል ደቅና እንታይ ይኾኑ ኣለዉ እንታይ ይሓልፉ ኣለዉ ኣይንርእዮምን። ራብዐይቲ ከኣ ኣብ ነርወይ ዝመተት ሓፍትና ከኣኒ ብወዳ እያ ተቀቲላ። ኣደ ኣዋልድ ድኾንኪ ምፍላይ ክትድቅሲ ኣብልክናን ሶሪ። ኣወዳት ውን ንዕመፁ እዮም ብህይወት ዋጋ ዕዳጋ የለን እንታይ ኮይነ ኢለ ኣነ ህይወተይ ደጥፈሉ ፅባሕ ንጎ ኣነ ኣብ መቃብር ኮይነ ንሱ ኣብ ልዕለይ ክስዕስዕ እዩ ሓዳሩ ክገብር እዩ ክወልድ እዩ ንመዘከርታ ከማኒ ሽምኪ ንጓሉ ኣይፅዋዕን እዩ ኣብ ኣፍሪቃ ዘለዋ ደቂ ኣንስትዮ ተጠንቀቑለን። ሎሚ ሰብኣይኪ ኣይቀተለክን፣ ሎሚ ካብ ሰብኣይኪ ኣምሊጥኪ፣ ሎሚ ውላድኪ ኣብ እንዳ ሕጊ ኣይወሰደክን ቆልዓ ስለ ዘሎ ጽባሕ ንጎ ግን ውላድኪ ቀታሊኺ ከይከውን ውላድካ ቀታሊኻ ከይከውን ተጠንቀቕ። ነተን ንመሰል ደቂ ኣንስትዮ ክትዕንቅፋ ጠጠው ትብላ ግን ብታንኪ ረጊጽናክን ክንሓልፍ ኢና we don't give a fuck ብመሰል ጓል ኣንስተይቲ ብውሕስነት ጓል ኣንስተይቲ እህወትኪ ሕሲርኪ ንነብስኺ ሕሲርኪ ንጓል ኣንስተይቲ

ብነብስኺ ምክልኻል ኢኺ ትጅምሪ ብነብስኺ ምፍቃር ኢኺ ትጅምሪ ብነብስኺ ምሕዋይ ኢኺ ትጅምሪ ንስኺ ከይሓወኺ ንስኺ ካብ ጌጋኺ ከይተምሃርኪ ንስኺ ነብስኺ ከይፈለጥኪ ንካልኦት ክትፈልጢ ትኽእሊ ዲኺ ገዛ ክራይ ክኸፊልኪ ደይትኽእል ተኾን ካብ መፂ ክብዘይ ትዛረቢ ጎ ኦን ፔይ ዩ ሬንት መጀመርታ ገዛ ክራይኪ ከይከፈልኪ ኣብዚ መፂኺ ብወዲ ትዛረቢ ገዛ ክራይኪ ከይከፈልኪ ገዛ ክራይ ገዛ ክራይ ኣሎ እንዴት እዋ ኣቲ ክሳዕ ሕጂ ቀለብ ቆልዓ ድዩ ትኸፍል ኢኻ ዝኾነ ተባዕታይ ንመርከብ ኩዊን ድብላ ቀለብ ቆልዓ ድዩ ከፍል እዩ ንዕኦም እያ ተተባብዕያ ቀለብ ቆልዖም ደይ ከፍሉ እዮም ንመርከብ ኩዊን ድብልዋ መብዛሕትኡ ግዜ ዝኾነ ሰብ ንመርከብ ኩዊን ክብላ ተሰሚዕኹም ከልኩም ባግራውንድ ቸክ ግበሩ ቆለ- ቀለብ ቆልዓ ድዩ ከፍል እዩ ወሰም እዮም ያኸ ድጉፍዋ ድኽእሉ እያ እዚ ናይ ሕጂ ቀለብ ቆልዓ ድዩ ከፍል ዘመን ቀለብ ቆልዓኻ ኪድ ክፈል ቀለብ ቆልዓኻ ክፈል ኪድ ከምኡ ድበሃል የለን ንሕና እተን ንፈትወኩም ሕዋትኩም እቶም ኤርትራውያን እንዳተበኣስና ዲና እንደተጋጨና ዲና ኣሰብኡት ክትኮኑ ኢኹም ፈቲኹም ጸሊእኹም። ያው ንሎማዓንቲ ልሓዝኹም ቪድዮታት እዚኦም መስሉ ነይሮም ኣብ ቐፃሊ ብልገራርሙና ትኩሳት ልኾኑ ቪድዮታት ሒዘልኹም ክምለስ እየ እስካዕ ሽዕይቱ ሰብስክራይብና ላይክ ብምግባር ናዚ ቻናል እዚ ቤተሰብ ምዃን ከይትርስዑ ፒስ ኣውት።